ድምፂ ፅቡቕ ኣሎ ብዚኣ መፅያ ኣሎ ድምፂ ኣሎ መስለኒ ወዓለይኩም ሰላም ወረሕመቱላ በረካቱ

መሰንጀር ተትድውሊ ጽቡቅ ነይሩ ብዛዕባ ሓዳር እቲ ነጥቢ ሓሲበዮ ዘለኩ እንታይ እዩ ሕጂ ብዛዕባ ሓዳር ከመይ ጌርካ ትመርጽ ማለት ኣብ ዓቅዲ እንዲና በጺሕና ዘለና ዓቅዲ ኣዘዋጅ ግን ቅድሚ ዓቅዲ ኣዘዋጅ ሲ እንታይ ተገበርና እዩ ብከመይ ተመረጽና እዩ እቲ ዝበለጸ ዝከውን ጠብዓን ኣለና እንድዩ መሰረት በቲ ሓዲስ ረሱል ሰለላሁ ዓለይሂ ወሰለም ዝብለና ኣብ መጀመርታ እውን ኣልዒልናዮ ኔርና ኢና ጓል ኣንስተይቲ ከመይ ጌርካ ትመርጻ ወዲ ተባዕታይ ከም ንምንታይ እዩ ዝምረጽ ብምንታይ ይምረጽ እዚ ኩሉ ኣልዒልናዮ ኔርና ላኪን ከድልየና እዩ ሕጂ ከማን በርዱ ክንዘኻኸር ብሕልፊ ብሕልፊ ከኣ ደቂ ኣንስትዮ ብኸመይ ከምርጻኣ ከም ዘለወን እንተኸኢልኩም እቲ ዝበለጸ እንዳኣተኹም ሓሳብኩም ክትገልጹ እሞ እቲ ሰብ ካብ ተመክሮ ድዩ መስምዕ ኦወ ባረከላሁ ፊኩም ይስማዕ ኣሎ ካብቲ ተመክሮ ዘለዎ ሰብ ወይ ድማ ካብቲ ዝሰምዖ ካብቲ ዝሓሸ ዝብሎ ለኣኑ እዚ እዋን እዚ ኣብዚ እዋን እዚ ካልስቲ ሰብኣይ ምምራጽ ወይ ሰበይቲ ምምራጽ ብጣዕሚ ብርቱዕ ኮይኑ ኣሎ መስለኒ ኣነ ከምኡ ይብል ብርቱዕ ኮይኑ ስለ ዘሎሲ ሓሳብ ክህሉ ምክንያቱ እቲ ምምራጽ እዩ እቲ ሽግር ገይሩ ዘሎ ሕጂ ጠብዓን ጥራይ ናይቲ ሰብ ምምራጽ ዘይኮነ ኩሉ እቲ ናሲቡ ቀስማ ኣሎ እንዲዩ ክንርስዕ የብልናን ላኪን ወማዕዛሊክ ከኣ በቲ ኣስባብ ንሕና ክንወስድ ይግበኣና በቲ ዝበለጸ መንገዲ ክንማራረጽ ከምዘለና ብመሰንጀር እንዳኣተኹም ንዓም ኢልኩም ወዛ ኣሎ ተትገልፁ ይዕድመኩም ማለት እዩ ንዓይ ከም ትሪኡኒ ከም ዘለኹም ኣይረኣየንን ዘሎ ብቲ ተዕሽሙ ለኣኑ ሎማዓንቲ እቲ ኔትወርክ ተዒስዩ ዘሎ እንኪ ከመይ ትርእይዎ ብከመይ ተተመራረጸ እዩ ዝሓሸ ሰብ ጠብዓን ኣብቲ ዓቕዲ ዝነግረና ማለት እዩ እቲ ነጥቢ ሒዝናዮ ዘለና ኣብ ዓቕዲ እንድዩ ኣላ ስብሓን ወተዓላ ኣብ ቁርኣን እንታይ ኢሉና ወኢዛ ኣረድቱም እስትብዳለ ዘውጅን መካነ ዘውጅን

ዓላ ሃዳ ኣልኣሳስ ስለ ትወስዳ ዘለኻ ሚሳቅ ቀሊዝ ስለ ዝኾነ ያኒ ኢምሳክ ብማዕሩፍ ኣው ተስሪሕ ብኢሕሳን ክኸውን ኣለዎ ማለት እዩ። ወይ ጽቡቅ ጌርካ ክትሕዛ ኣለካ ወይ ድማ ብዝበለጸ መንገዲ ከኣ ክትፈላለየ ኣለካ ማለት እዩ። ሕጂ ጠብዓን ኩሉ ግዜ ከም ዘልዐልናዮ እቲ ቅድሚ ሕጂ መስንጀር ክትድውሉ ትኽእሉ ኢኹም ሕጂ ከፊተልኩም ኣለኹ። እስከ ኣልማዝ ኣለኺ እስከ ኣልማዝ ደውሊ እስከ ኣልማዝ ካብ ተመኩሮኺ እስከ ንገርና እስከ ጀማሪት ኩን እስኺ ደውሊ ዕልልና ብዛዕባ ብዋትስኣፕ ወይ ድማ ብመሰንጀር ደውሉ እሞ ኣህለን ወሳለን ኩልኹም ዝኣተኹም ሕጂ ወዓለይኩም ሰላም ወራሕመቱላሂ በረካቱ እዎ ድምፂ ኣሎ ሪክለኺ ኣልማዝ ስለዚ ደውሉ እሞ ኣካፍልና ያኒ ኣነ ብምታይ ምሳለ ክጅምረልኩም ደልየ መስለኩም ስጋብ ትድውለልና ኣልማዝ እንሻላ ተዓላ ስብሓንላህ ቅድሚ ክልተ መዓልቲ ገለ ሓንቲ ሰበይቲ ኣብ ሓደ ቦታ ማለት እዩ ጓል ሰማንያ ዓመት እያ ሕጂ እሳ ጓል ሰማንያ ዓመት እያ ስዊድናዊት እያ ስብሓንላህ ትነግረኒ ብዛዕባ ሓዳራ ማለት እዩ ሕጂሲ

እቲ እቲ ሽግርሲ ዝርከብ ዘሎስ ኣብ ምንታይ እዩ? ኣብቲ ክትመርጽ ከለኻ እቲ ሰብኣይ ክመርጻ ከሎ ነታ ሰበይቲ ድዩ ወላስ እታ ሰበይቲ ሕጂስ እስኺ ብወገንኪ ሓደ ሰብኣይ ሰበይቲ ክመርጾ ከሎሲ ጠብዓ ንሕና እቲ ሓዲስ ነጊሩና እንዲ ገሊጽናዮ እንዲና ግን በርዱ ካብቲ ተመክሮ ናይ ዓለም ዘሎ ከኣሲ እንታይ ብኸመይ መልክዕ እንተመረጸ ወይ ተመረጸት እዩ ምናልባት እቲ ዝሓሸ ሓዳር ክኸውን ዝኽእል ወይ ንሕና ትምኒትና እንታይ እዩ እቲ ሓዳር ንነዊሕ ግዜ ንኽጓዓዝ ማለት እዩ ፍትሕ ስለ ዝበዝሕ ዘሎ እሞ ትፈደሊ ከመይ ትርእዮ። ባረከላ ፊክ ሓቢብቲ
ኣብዚ ግዜ እዚ ሕጂ ዘለናዮ እንተኾይኑ ሓቢብቲ ማለት ኣነ ከም በቲ ናተይ ክገልጾ እንተኾይነ ብናተይ ተመኩሮ ኣብ ሓበሻና ማለት እዩ ብጠቕላላ እታ ጓል ንክትመርጽ ኮላ እታ ጓል ክትመርጽ ኮላ ንሓዳር ነቲ ወዲ ክትመርጾ ኮላ ቁርብ ተኣፍንዮ የብል እዩ ማለት እዩ ምስ ባህልናህና ይኸይድ ምስ ባህሊ የተሓሕዝዎ ግን ኣልሓምዱላ ዓላ ነመተል እስላም ኣብቲ እስልምና እንተኸይድካ ከኣ ሓንቲ ጓል ንዓኣ ዝመስላ ከምቲ ንዓኣ ዝኸይድ ንዓኣ ዝሰማምዓ ንክትመርጽሲ ከምዚ ዝበልክዮ ዝገለጽክዮ ይፍቀድ እዩ ሕጂ እንታይ ኣሎ ሓንቲ ጓል ክትመርጽ ወይ ድማ እቲ ወርሲ ክመርጻ ከሎ ክልቲኦም ብዝያዳ ዝምረጽ ኣነ ከመልማዝ ማለት እዩ ኣብ እስልምና ምስ ኣተኹ ኣነ ንዓይ ደስ ዝበለኒ ማለት እዩ እቲ ሰብ ትመርጾ ኣብ ዲኑ ከመይ እዩ ከመይ እዩ ክሳብ እቲ ኢማን ናቱ ከመይ እዩ እቲ ኢማን ዘለዎ ሰብ ዲኑ ኣቅኒዑ ዝሕዝ ሰብ ኩሉ ግዜ ፍርሓት ናይ ረብል ዓለሚን ስለ ዘለዎ ንኩሉ ነገር ሕማቅ ንክገብር ይፈርሕ እዩ ወላ ሕማቅ ተገይሩ ከኣ ኣስተቅፊሩ ድዩ ቶባ ገይሩ ነታ ጓል ኣንስተይቲ ይትኣትዎ የብላ ማለት እዩ ይፈልጦ እዩ ትኣትዎ ኣማ እቲ ሰብ ግን ኣብቲ ዲኑ እንተዘየለ እንተ ጓል ኣንስተይቲ ብገንዘቡን ብናቱ እንታይ ኣለዎ ስራሕ ኣለዎ ድዩ ተማሂሩ ድዩ እዚ ትርኢ ተኾይና ቀጻልነት የብሉን ዲክኒ ቀጻልነት የብሉን ነቲ ገንዘብ ኢልካ ነቲ ከመይ ጽባሕ ንጎ ምስ ወለድኩስ ከመይ ገይሩ ከካይደኒ እዩ ናይ ጽባሕ ንጎ ናይ ጽባሕ ንጎ ና ናይ ጽባሕ ንጎ ግደፎ ሰብ ዝምደይ እንተኾይኑ ኩሉ ነገር ራሕቲ ጥዕናን ተኣፍኑ እንተሎ ክመጽእ እዩ እቲ ሃብቲ ማለት እዩ ከም ሓንሳብ ተሰማሚዕካ እንተ ከይድካ ኩሉ ግዜ ዘይብጻሕ ነገር የለን ማለት እዩ ስራሕ ኣይኮነን ንሰብ ዘንብሮ ሃብቲ ይኮነን ንሰብ ንገንብሮ እንታይ ደኣ እቲ ዲን ናትካ ማለት እዩ እቲ ዲን ናትካ ኣጽኒዕካ ምስ ሓዝካ ንኩሉ ነገር ውን ክትበጽሖ ትክእል ኢካ ስለዚ ኣነ ዝብል ከመልማዝ መጠን ምደይን ምደይን ዝኮነ ሰብ እንተ ደኣ ዲኑ ጽኒዑ ዝከይድ ኮይኑ ሰብ ክትመርጽ ኣለካ ይብል ከም መልማዝ ናተይ ማለት እዩ እዚ ሓሳብ ናተይ እዩ ሓቢብቲ። ባረከላ ፊክ ጀዛክላ ር ጠብዓ እቲ ሓዲስ ዝብለና ከማ በርዱ መን ተርደውነ ዲነሁ ወክሉቀሁ እንዲ ዝብል ኣብቲ ዲን ረኪዝኪ ማለት እዩ ያኒ ሓደ ሓደ ግዜ ከዓ ብዙሓት ኣኽዋትና ከማነይ ከምኡ ዝብላ ምናልባት እቲ ሙተደይን ዝኾነ ከማነይ እቲ ካልኣይ ሸነኽ እንድሕር ብዛዕባ እቲ ጠባይ ዘየሎ ኮይኑ በርዱ ፀገማት ክርከብ ይኽእል እዩ ልክዕ
ልክዕ
ስለዚ እቲ መጀመርታ ዝበልክዮ ዲን ማለት እዩ።
ያነ ከም ኣልማዝ ዲን እቲ ዲን ቀንዲ ኣብ ዲን ተመርኮሰ ክኸውን ኣለዎ እቲ ሓዳር ኩሉ ግዜ ወላ ነቶም ትወልዶም ደቅኻ ከማን ኣብቲ ዲኖም ኣጽኒዕካ ከተዕብዮም ከለኻን እስኻ ብንብረትን ኣብ ታሪኽን ተመርኪስካ ከተዕብዮም ከለኻን ይፈላለዩ ኣነ ክርስትና ከለኹ ዝርኤኽዎ ነገር ማለት እዩ ሓቢብቲ ሩኡይ ኣብ ሂወተይ ስለ ዝኾነ እየ ዝዛረበሉ ዘለኹ ብና እንታይ እዩ ዝበሃል እንታይ ይብሉ ሱዳናውያን መሲሉኪ እወ ኣስኣላል ምጀርብ እዮም ዝብሉ ምስ ሓቂ ሳሒሕ ስኣል ምጀርብ ወላ ትስኣል እወ ኣነ እኮ ንዑ እየ ኣነ ሎማዓንቲ እውን ትሰብ ክካፈል ዝደለኽዎ ምክንያቱ እቲ ቲዮሪ ንዛረቦ ኣለና እንዲና ግን እቲ ዋቅዕ ናይ ሂወትና ንሪኦ ዘለና ግን ብጣዕሚ ሽግራት ይርከብ ኣሎ ስለዚ እስካብ ምንታይ እዩ ንምንታይ እዩ እቲ እቲ ዲን ዘለዎ ንባዕሉ ሓደ ሓደ ግዜ ወላ ዲን እንዳሃለዎ ናይ ረቢ እንዳፈለጠ እዩ እሱ ከማን ቦርዱ ዛልም ኮይኑ ይርከብ እዩ ያኒ ብዙሕ ግዜ ንርኢ ኢና

ቀንዲ ስብሓነላህ እቲ ሓዳር ነባሪ ከግብሮ ዝኽእል ዋላ ፊ ኩሉል ኣሕዋል ሕጂ ንሕና ንሽገሮ ዘለና ምን እንታይ ማለት እዩ እቲ ኣብ ሓዳር ጥራይ ዘይኮነ ኣብ ሓዳር ብጽቡቕ ክትነብር ተዘይ ክኢልካ ከማነይ ልክዕ ከምቲ ኣያ ዝብለና ማለት እዩ ኢምሳክ ብማዕሩፍ ተስሪሕ ብኢሕሳን ስለ ዝብል ነዚ ንባዕሉ ኣሰራርሑ ይኣብየና ኣሎ ማለት እዩ ንሕና ከም ሙእሚኒን ከም ሙስሊሚንሲ ኣብዚ እዋንዚሲ ንምንታይ ኢና ዋላ እኳ እቲ ሓዳር ክኾነልና እንድሕር ዘይኽእል ኮይኑ ኣብ ምፍልላይ ብዙሕ ኣነ እዚኣ ነጥቢ እዚኣ ዝጀመርክዋ ሓደ ካብቶም ኣሕዋትና ደዊሉ ቅድሚ ሕጂ ውን ዘኪረዮ ነይረ ጀዛውላ ኼር ካብቶም ኣቦታት ዝደወለ ማለት እዩ ብጣዕሚ ኣነ እዚ መውዱዕ ናይ ሓዳር ክተልዕልዮ ክትዛረብሉ ብጣዕሚ እየ ዝላወበኪ ብጣዕሚ እየ ዝምህፀነኪ ኢሉ ሓቲቱኒ ስብሓንላ ጀዛውላ ር እሱ ከዓ ሓደ ካብቲ ዓብ ሽግር ዝገለፆ እንታይ እዩ ሰብኣይን ሰበይትን ክፈላለዩ እንከለዉ ብዙሓት ወለዲ ኣብ ሞንጎ ኮይኖም ነቶም ደቆም ንወለዶም ንከይራኸቡ ዕንቅፋት ዝኾኑ ማለት እዮም። ወይ እታ ሰበይቲ ነቦኦም ኣይተርእዮምን ወይ ድማ እቲ ሰብኣይ ነታ ሰበይቲ መብዛሕትኡ ግዜ እኳ ብሕልፊ ኣብ ኤውሮጳ ኣብ ኣሜሪካ ዘለዋ ደቂ ኣንስትዮ ዝዕንትራን ዝሕይላን በቲ ሓይሊ ናይ ረቢ ረሲዐን ሓይሪ ናይ መንግስቲ ዝጥቀማሉን ደቂ ኣንስትዮ ስለ ዝኾና ደቆም ከይርዩ ዝኸልከልኦም ብዙሓት ደቂ ኣንስትዮ ኣለዋ ማለት እየን ብዙሓት ኣዴታት ኣለዋ እዚ ጠብዓን ሓደ በርዱ ካብቲ ኣኽላቅያት ሕማቅ ኣኽላቅያት ዘርእየና ማለት እዩ ንምንታይ ኣብቲ ናይ ቆልዑት ክንበጽሕን ክንበጽሕ ከለና ክነልዕሎን ኢና ብሰፊሕ ላኪን ሓደ ጁዝእ ካብቲ ነዚ ነጥቢ እዚ ነዚ ጉዳይ እዚ ዘልዕሎ ማለት እዩ እዚ እዩ ሓደ ካልኣይ ከዓ እቲ ክምረጽ እንከሎ ሓደ ሰብኣይ ሓደ ሰበይቲ ክትመርጽ ከላ ንሓደ ሰብኣይ ወይ ሓንቲ ሰብ ሓደ ሰብኣይ ድማ ንሰበይቲ ክመርጽ ከሎ መብዛሕትኡ ግዜ ጠብዓን ከም ዝትፈልጥዎ ጓል ኣንስተይቲ ተመራጺት እያ ጓል ኣንስተይቲ ተመራጺት እያ No ክትብል ትክእል እያ ላኪን ተፋላለየ ግዜ ተፋላለየ ዕድመ ተፋላለየ ኩነታት ተፋላለየ ቦታ ከኣንኢ No ዘይትብለሉ ኩነታታት ውን ክመጽእ ይክእል እዩ ምሳለ ንኣብነት ኣብ ናህና ጀነረሽን ዝነበረ ንሕና ወለድና ዘይደለናዮ ክምርዕውና ይክእሉ ዘይደለናዮ ወዲ ዘይደለናዮ ሓዳር እንታይ እዩ ሓዳር ከይፈለጥካ ምናልባት ሓታ እቲ እቲ ኣብሰጡል ሕቁቅ ካብቲ ቀንዲ ቀንዲ ሓቂ ዘለካን ሰብኣይ ይኩን ሰበይቲ ምሳለ ክትመርጾ ማለት ወላ መሓባ ሒዙካ ወላ ፍቅሪ ሒዙካ ዘይኮነ ግን ሪኢካዮሲ መጀመርታስ ዓጅ ክዓጅበካ ወይ ክትዓጅ ክትዓጅቦ ዝግባእ ወዲ ተባዕታይ ኩሉ ግዜ ጠብዓን ይመርጻ ኢዩ ይሪኣ ኢዩ ከይዱ ብመሓዛኣ ብሓፍቱ ድዩ በዲኡ ድዩ ወላ ብ መርዓ ድዩ ሪኢዋ ብ ገለ ድዩ ሪኢዋ ኩሉ ግዜ መራጻ ኢዩ ኢዚ ናሃቱ ዕድል ኢዩ ማለት ኢዩ መራጻ ኢዩ ሰበይቲ ከኣ ተመራጺት ኢያ ሕጂ እሳ ኣብ ትመርጸሉ እዋን እኳ ወላ ዕድል ተዘይረከበት ብሕልፊ ብዚ እዋን እዚ ዝቀለለ እንድዩ ኣነ ናተይ ጀነረሽን እንድየ ዝዛረብ ዘለኩ ደዊልኩም መስለኒ ኣይደወልኩምን እቲ ብናህና ጀነሬሽን ዝነበረ ማለት እዩ ክንሪኦ ከለና ብዙሕ ሽግራት ነይሩ ብዙሕ ጓል ኣንስተይቲ ከይፈተወት ትምርዖ ነይራ ወዚ ከዓ ጠብዓ ረሱል ላ ሰለም ሓንቲ ጓል መፂኣ ኢላቶ ኣነሲ ኣቦይ ኣገዲዱኒ ኣመርዒኒ ኢላቶ ንረሱል ዓለይሂ ሰለም እሞ እንታይ ኮንኪ እንታይ ደሊኺ ኢልዋ ክትፋላለዪ ዲኺ ደሊኺ ደስ ኣይበለክን ወይ ተሓዳር ኢሉ ሓቲትዋ ኢላቶ ን ኣነ እዚ ሰብኣይ እዚ ፈትየዮ እየ ደልየዮ እየ ክቕፅል እየ ምስኡ ዝደሊ ላኪን ክነግረን ነተን ደቂ ኣንስትዮ ወለደን ከግድድዎን ከምዘይኽእሉ ኣብ እስልምና ምግዳድ ከምዘየለ ማለት እዩ ሕጂ ብዙሓት ኣብዚ ኤውሮጳ ከእስልምና ከካፍኡ እንታይ ይብሉ ጓል ኣንስተይቲ ኣይትመርጽን እያ ክትፋታሕ ኣይትኽእልን እያ ወለዳ የገድድዋ ንኹሉ ነገር ከም ከምዚ ከም ዘግድዱና እዮም ከም ንግደድ ገይሮም እዮም ዘቕርብዎ ላኪን ምሽ ሰሒሕ ኣብ ሓቂቀት ኣልኣምር ሓቂ ኣይኮነን እስልምና ሓቂ ይባ እዩ ላኪን እቲ እስላማይ ግን ኣብ ተግባር የውዕሎ ዶ ኣየውዕሎን እዚ ኩሉ ግዜ ንዕዘቦ ማለት እዩ ባረከላ ፊኩም እስከ ዝድውል የለን ሕጂ ውን ተመክሮ ዘለዎ ሕጂ ክነግረኩም ናይታ ሰበይቲ ተመክሮ ዝጀመርኩልኩም ቅድሚ ኣልማዝ ምድዋላ ማለት እዩ እንታይ ትብል ንሳ ጓል ሰማንያ ዓመት እያ ጓል ሰማንያ ዓመት ሕጂ እኳ ከምዚ ከምዚ ሕካያ ነበረ ነበረ እዩ ዝመስለካ ጠብዓን ጓል ሰማንያ ዓመት እያ ኢላ ምስ ሰብኣያ ሱሳ ዓመት ብሓደ ነቢሮም ጓል ዕስራ ዓመት ኮላ ተመርዕዮም ሱሳ ዓመት ብሓደ ነቢሮም ኢላ ስብሓነላህ ሕጂ ንሳ ጓል ዕስራን ሽዱሽተን ዓመት ከላ ጀሚራ ከኣ ሕማም ኣለዋ ትሓምም እያ ላኪን እዚ ኩሉ ዓመታት ስብሓነላህ ምስኣ ተቐሚጡ ጠብዓን እዚኦም ጸዓዱ እንዲዮም ሕጂ ኣነ እንታይ ኢለ ሓቲተያ እሞ ሱሳ ዓመት ዝኣክልሲ ክልቴኹምሲ ወላ ሓንቲ ባእሲ ዶ ነይሩኩም ኢለያ ባእሲ ዝበሃል ፍጹም ኣሕሊፍና ኣይንፈልጥን ኢላትኒ ብጣዕሚ ኢና ንፋቶ ብጣዕሚ ኢና ንከባበር እሱ ከኣ ብጣዕሚ ጥዑም እዩ ሓላይ ኢላትኒ ይሓሊ ዝሓልየልካ ሰብ እዩ ወጥዑም እዩ ጠባዩ ከኣ ስለዚ ሲ ፍጹም ባእሲ ዝበሃል ኣይነበረናን ሰለስተ ቆልዑት ወሊድና ኢላቶም ደቃ እውን ዓበይቲ እዮም ንሳ ጓል ሰማንያ ክትከውን ከላ ዓበይቲ እዮም ንሳቶም ኮላይ ስለዚ ሲ ኣብቲ ቦታ ዝነበርዎ ዝረኸብኩዋ ማለት እሱ ከማነ ኣሎ እንድዩ ሕጂ ጥራይ ወላ እኳ እንተእሽሙስ ኣብቲ ቦታ ምሳይ ምህላውሲ እንታይ ሽሙ በቃ መንፈሰይ ይዓርፈለይ ምህላው ጥቓይ ምዃኑ ገለ ኢላ ሕጂ ኣብዚ ዕድመ እዚ ሓታ ከይተረፈ ስብሓንላህ ሕጂ ገሪምና ኣነ ኢለ ንሕና ደኣ ኣብዚ እዋን እዚ ደኣ ከምኡታት ዝበሃል ግዜ እኳ ሕጂ የለን ማዕሮ ስሳ ዓመት ማዕሮ ሰላሳ ወላ ያዕኒ ተሓኪሙ ሓሙሽተ ዓመት ዓሰርተ ዓመት ገለ ተሓኪሙ ከማን ፅቡቕ ኣብዚ እዋን እዚ ፍትሕ ዝበዝሕ ዘሎ ንምንታይ እዩ ኢለያ ንሕና ሲ ንምንታይ እብዚ እዋንዚ ታይ ይመስለኪ ንስኻትኩምስ ከመይ ጌርኩም ኢኹም ተጓዒዝኩም ዝኹሉዋ ንሕና ኢላትኒ ንጽመም ኔርና ኢላ ንጽመም ንሕመል ኔርና ትዕግስቲ ንገብር ኔርና ንተሓላለፍ ኔርና ሕጂ ኣነ ካብቲ ዝገረመኒ ድማ እሳ ሓሚማ ንሕና ኢለያ ኣብ ናህና ሕብረተሰብ ተዝኸውን ኔሩ ናህና ሰብኣይ ተዝኸውን ጓል ዕስራን ሽዱሽተን ዓመት ከላ ስጋብ ጓል ሰማንያ ዓመት ምስኣ ዝጸንሐ ሰብኣይሲ ፍጹም ኣይጸንሕን'ዩ ኢላያ። ሓሚሙ ሓሚማሲ ትሕናሃታ ሕማም ክኢሉ ምስኣ ስጋብ ሎሚ ምጽንሑ ንሕና ፈጺሙ ከምስታት ኣይርከብን። ምናልባት ኣብ ወለድና ነይሩ ክኸውን ይኽእል'ዩ ጠብዓን ከምኡ ኢሎም ዝሕመሙ ዝሕለ ዓፍወን ዝሕመሉ ማለት'ዮም። ሕጂ ግን ኣብዚ እዋንዚ ግን ኣይጸንሕን እንታይ ኢሉ ኣልኢንሳን ኢዛ ኻጠባ የጁዝ ተዋስል መዓሃ ኦኬ። ደዊልካ ኣረዳኣና ዝሓወይ ብመሰንጀር ደውል ክትገልጸልና እዚ ሓሳብ ጽሒፍካዮ ዘለካ እንሻኣላ ተፈደል ደውል ባረከላ ፊክ ክትገልጸልና ትክእል ማለት ኢካ ስለዚ እቲ እቲ ምርጫ ዝኸውን ዘሎ ኩሉ ግዜ መብዛሕቱ ግዜ ብወዲ ተባዕታይ ክኸውን ከሎ ጓል ኣንስተይቲ ከኣ ረቢ እንድሕር ኣጸቢቑላ ማለት እዩ ዲን ዘለዎን ከም ዝበለቶ ሓፍትና ኣልማዝ ካልኣይ ተወሳኺ ከኣ ኣኽላቕ ጠባይ ዘለዎ ማለት እዩ ሕጂ እቲ ዝበለጸ ጸ ሰብኣይ ዝበሃል ኣብ ሓዳር ዲን ጥራይ ኣይኣክልን እዩ ለኣኑ ክንደይ ሰባት ሙተደይኒን ዝኾኑ ሪኢናዮም ላኪን ኣስዋእ ተዓሙል ዘለዎም ምስ ኣንስቶም ሕማቅ በቃ ያዕኒ ብጣዕሚ ይገርመካ እንታይ እዩ እቲ ናሃቶም ሶላት እንታይ እዩ ምስጋድ ናሃቶም ቁር ምቅራእ እንታይ እዩ ኢልካ ስጋብ ትግረም ደቂ ተባዕትዮ ዝራእናዮም ኣብ ሂወትና ኣሎ ኣብ ኣብ ተፋላለየ ሸነኻት ማለት እዩ እዚኦም ኣብ መስጊድ ዝውዕሉ ክኾኑ ከማን ክኽእሉ እዮም ንምንታይ ኣኽላቅ ስለ ዘይብሎም። ጠባይ ስለ ዘይብሎም እቲ ተዓሙል እቲ እቲኬት ከመይ ገርካ ጓል ኣንስተይቲ ክትዓምላ ስለ ዘይፈልጡ ወይ ድማ በቲ ረሱል ሰለላሁ ዓለይሂ ወሰለም ከመይ ገይሩ ከም ዝነብር ከም ዝነበረ ከመይ ገይሩ ሓዳር ይገብር ከም ዝነበረ ዝፈልጡ ተዝኾኑ ነይሮም ማዕረ ከምኡ ኣይገብሩን ነይሮም ሕጂ መጠረሽትኡ ጠብዓን እታ ጓል ኣንስተይቲ ትዕግስቲ ትገብር ሰብሪ ትገብር መጠረሽትኡ ግን ናይ ግድን ንክትፈላለ ኣይተርፍን ማለት እዩ

ኣብ ኣብ ኣብ ኢድ ረቢ ጽባሕ ንግሆ ጠጠው ኢልና ንሕተተሉ ማለት እዩ ሰብኣይና ንኹን ሰበይትና ማለት እዩ እሱ ከኣ እንታይ እዩ ቢኣምርላህ ስብሓን ወተዓላ ንረቢ ኢሉ ሁወ ማ ኣኸዘ ሊልመርኣ ዓላ ዘውጅሃ ዕንደ ዓቅደት ኒካሕ ምን ዓህድ ዓላ ኢምሳኪሃ ቢማዕሩፍ ምክንያቱ ገና ቃል ክኣቱ ክኣቱ ከሎ ክምርዖ እንከሎ ሲ ነታ ጓል ኣንስተይቲስ ብሰላም ክሕዛ እየ ብጽቡቅ ገይረ ክሕዛ እየ ክንከባኸባ እየ ከምቲ ረቢ ዝፈትዎ ገይረ ኣብ ገዛ ከካይዳ ኢሉ ቃል ዝኣተወሉ ማለት እዩ ሚታቅል እዩ ዝበሃል እንድሕር ዘይደለያ ድማ እንድሕር ዘይደለያ ድማ ካልእ ሰበይቲ ድዩ ክምርዖ ደልዩ ወላ እቲ ናብራ ምስ ኣይተሰማምዐ እንዲ ኮይኑ ብዙሕ እንድሕር ካልእ መፅዩ ከዓ ኢምሳክ ብማዕሩፍ እቲ ብማዕሩፍ ብፍሉጥ ዝኾነ ኣው ተስሪሕ ብኢሕሳን ኢሕሳን ክበሃል ከሎ ካብ ብዝበለፀ መንገዲ ማለት እዩ

ጠብዓን ጓል ኣንስተይቲ ስብሓንላ ሕሰብዎ ረብልዓለሚን ከመይ ገይሩ እቲ ተፈጥሮ ናሃታ እቲ መሻዕር ናሃታ እቲ እሕሳስ ናሃታ ምስቶም ፋሚሊ ትፈልጦም ዝነበረት ምስ ኣዲኣ ምስ ኣቦኣ ምስ ኣሕዋታ ምስ ቤተሰባ ብጣዕሚ ተኣሳሲራ ዝነበረት ሰብ እያ ማለት እያ እዚኣ እቲ ፊጥራ ላኪን ረብልዓለሚን ዘይትፈልጦ ሰብኣይ ዕምራ ሪኣቶ ዘይትፈልጥ ወላ ዓሺራቶ ዘይትፈልጥ ሙምኪን ጠብዓን ዘመድ ክትምርዖ ትኽእል እንድያ ወዲ ሓውቦኣ ወዲ ሓትነኣ ኣዝማድ ክትምርዖ ትኽእል እያ ትፈልጦ ክትከውን ትኽእል እያ ላኪን ኣብ ዕሽራ ኣይዓሸረቶን እያ ትፍለጦ ደኣ እምበር ኣብ ቀረባ እዚ ኢንቲም ዝኾነ ረለሽን ወይ ቀረባ ዝኾነ ርክብ ግን የብላን እዩ ስለዚ ማዕዛሊክ እዚ ኩሉ ገዲፋ ማለት እያ ቤተሰባ ዘዕበይዋ ወለዳ ትፈትዎም ኣሕዋታ ማሓዙታ ኩሉ ነገር ገዲፋ ናብዚ ሓዳር እዚ ክትኣቱ ሙሉእ ብሙሉእ ሂወታ ንክትቦ ሱብሓነላህ ረብልዓለሚን ሁነ ሰከኑን ለኩም ወኣንቱም ሰከኑን ለሁና ስለ ዝበለ ኩሉ ግዜ ዓቅዲ ክግበር እንከሎ ሱብሓነላህ ብዙሕ ግዜ ሕተትዎ ዓቅዲ ዝገብር ሰብ እቲ ሽዑር ናሃቱ ይቅየር ፈጅኣ ዝኮነ ነገር ረብልዓለሚን የውርደሉ ማለት እዩ ኣብቲ ሰብኣይን ሰበይትን ዝኮነ ነገር ዝወርድ ኣሎ ማለት እዩ እቲ እምነትን እቲ ثቃን ከኣ ካብኡ እዩ ዝጅምር ስለዚሲ እስጋብ ክንደየናይ ተኣማሚነኣን ምክንያቱ ንረቢ ረቢ ሹም ብሹም ረቢ ስለ ዝወስዳ ዘሎ ብሹም ረቢ ስለ ዝምርዓዋ ዘሎ ንሳ ተኣማሚና እዚ ሰብ እዚ ኣይጎድኣንን እዩ ክጠቅመኒ እዩ ናብራ ክገብር እየ ምስኡ ንዘለኣለማዊ ኢላ እያ ትኣቱ ጓል ኣንስተይቲ ክትምርዖ እንከላ ፍጹም ካልእ ሓሳብ የብላን ድሕሪ ንዕኡ ገዲፋ ክትምርዖ ኢላ ሓሳብ ኣይትገብርን እያ ክትኣቱ ከላ ኣስለን ኣላሁ ኣዕለም ናይ ሎሚ ደቂ ሎሚ መናእሰይ ከመይ ይሓስባ ማለት እዩ ምናልባት ምዚ ዘሎ ናይ ቴክኖሎጂ ድዩ ምዚ ዘሎ እዋናት ምዚ ዘሎ ቀሸሽ ምዚ ዘሎ ምክድዳዕ ዘሎ ምናልባት ጓል ኣንስተይቲ ከማን ሎሚ እውን ሳውን ተማሂራ ክትከውን ትኽእል እያ እዚ እዚ ከዲዓ ዝበሃል ጋና ተክትኣቱ ትሪኦሞ ተኾነ ኮነ ተዘይኮነ ከኣ ካልእ ኢላ ትሓስብ ትኸውን ትኸውን ላኪን ቅድሚ ሕጂ ዝነበረ ወይ ኖርማል ግን ጓል ኣንስተይቲ እንተ ተመሲሉላ ምስቲ ትምርዐዎ መጀመርታ ሰብኣይ ንዘልኣለም ክኾነላ እያ ትደሊ ኢላ ተዘይኮይኑላ እያ ትፋላለ ማለት እያ ይመስለኒ ብዙሓት ደቂ ኣንስትዮ በዚ ስምዒት እዚ ይድግፋኒ ኢለ እየ ዝሓስብ ኩለን ተዘይበልና ብሓፈሽኡ ማለት እዩ

እቲ ዓላቃ ቅድሚ መርዓ ትብል ዘለካ ተዛሪብናሉ ነርና ጠብዓን እዚ ከኣ ብዛዕባ ሕጸ ከመይ ክከውን ክን ዘለዎ ኣይ ዓላቃ ቀይሪ ሸርዕያ ላ የጁዝ ፊል ኢስላም ዝኮነ ይኩን ዓላቃ ማለት እዩ ሸርዒ ዘይኮነ ኣይፍቀድን እዩ እወ ደውል ደውል ኣረዳእና ባረከላ ፊክ ኣቲካ ተገለጽካልና ዝሓይሽ መስለኒ ንኩሉ ሰብ ክበርሃሉ ባረከላ ፊኩ ጀዛከላ ኸይር ስለዚ እንታይ እዩ ዘርእየና እዚ ድማ እቲ ኡሱስ እቲ ካብቲ ሓደ ኡሱስ ክንመርጾ ዝግብኣና ሓደ ወዲ ተባዕታይ ማለት እዩ ጓል ኣንስተይቲ እንድሕር ኮይና ረሱል ስ ሰለም ወዲ ተባዕታይ ኩሉ ግዜ ንኣርባዕተ ነገር ይመርጻ ሰበይቲ ኢልና ንመልክዓ ይመርጻ ንገንዘባ ይመርጻ ንሓሰባ ይመርጻ ወይ ድማ ንዲና ይመርጻ ንኣርባዕተ ነገር ትምረጽ ሰበይቲ ብዙሓት ደቂ ተባዕትዮ ኣብዚ እዋን እዚ ንኣብነት ሓደ ወዲ ተባዕታይ ንበል ሓውና ድዩ ወላ ገለ ድዩ ከማፃኣልካ ተልካዮ እንታይ እዩ ዝብለካ መጀመርታ ፅብቕቲ ክትከውን ኣለዋ መልክዐኛ ክትከውን ኣለዋ ከምዚ ክትከውን ኣለዋ መጀመርታ ዝደልዮ ወዲ ተባዕታይ እዩ እዚ ከዓ ጠብዓ ደቂ ተባዕትዮ ብጣዕሚ እዮም ዝሰሓሓቱ ወይ ድማ ጌገኛታት እዮም ለኣኑ መልክዕ ኩሉ ግዜ እቲ መጀመርታ ክትሪኦ ከለኻ ምናልባት መልክዕ ያኒ የብህረካ እንድዩ ደስ ክብለካ ይኽእል እዩ ክሕጉሰካ ይኽእል እዩ ንግዚኡ ላኪን መጠረሽትኡ ግን እቲ መጀም መጠረሽታ ናብራ ዘግብሮ እቲ ዕግበት ዘግብሮ መጠረሽታ ግን እመኑኒ ደቂ ተባዕትዮ መልከዐኛ ክትከውን ትክእል እያ መልክዕ ዘለዋ ካልእ ነገር ዘይክተማልእ ትክእል እያ ስለዚ ቀንዲ ምስቲ መልክዕ ክከውን ዘለዎ መልክዕ ተልይዋ ጽቡቅ ካን ኣብያ ላኪን ዲን ዘለዋ እዩ ዝበለጸ ልክዕ ከምቲ ነቲ ወዲ ብጠባዩን ብዲኑን ዝምረጽ እታ ጓል ኣንስተይቲ ከማነይ በርዶ ክትመርጻ ከለካ ብዲናን ብጠባያን በቀራርባኣን ትዕግስቲ ምዃእ ምህላዋን ፈገግታ ኣለዋ ዶ ክንደይ ደቂ ኣንስትዮ ኣለዋ ወላሂ ኣልዓዚም ሓንቲ መልክዕ የብለንን ያኒ ክትርእየን ከለኻ ብዙሕ መልክዕ ኣይስሕባኻን እየን ሙሽ ላኪን ዕሽራ ናሃቶም ግን ተን ደቂ ኣንስትዮ ተን ዕሽራ ተን መልክዐኛ ዘይትብለን ዕሽራ ናሃተን ኣይምነውን እዩ ስብሓንላህ ሙምኪን ትኩን ያኒ ሓደ ሰብኣይ በቃ ልቡ ዝዓርፈላ ትርየሖ ብፀወታኣ ድዩ ብዕላላ ድዩ ፉካህያ ደስ ትብል ዝተፈላለየ ነገር ሙምኪን ሓንቲ መልከዐኛ ትኸውን መልከዓ ጥራይ እምበር ካልእ ነገር ዘይተሐግዞ ዘይተሐጉሶ እንታይ ክገብረሉ እዩ መልክዕ ሓጺብካ ኣይስተይን ይብላ ነይረን ወለድና ሓቀን እየን መልክዕ ድማ መልክዕ ሎሚ ኣሎ ጽባሕ የለን ምክንያቱ ዝኾነ ሽግር ከጋጥማ ይኽእል ንኣብነት ከምዚ ሕጂ ዝበልኩኹም እዚኣ ሰበይቲ ስዊድናዊት ጓል 26 ዓመት ከላ ወዲ 20 ወዲ 20 ተመርዒዋ ሳውን ጓል 20 ተመርዒያቶ ጓል 26 ዓመት ሕማም ጀሚራ ትፋላለየ ሕማም ጀሚራ ማለት እየ ብዘይ ብዘይ ዲተል ግን ስጋብ ጓል ሰማንያ ዓመት ትከውን ግን ኣይገደፋ መልከዐኛ ነራ ትከውን ትክእል እቲ ሕማም ከኣ ብዙሕ ነገር ካብቲ ዝነበረቶ ምስ መልከዓን ምስ ጥዕናኣን ዝነበረት ብዙሕ ነገር ተቀኒሱ ክከውን ይክእል እዩ ላኪን ሹፉ ልኣማና ረእይዎ እሞ እቲ እምነት ያኒ ኣነ ሓቲተያ ንማለቱ ኢለ ማለት እዩ ሰብኣይክስ ምስ ካልእ ሰበይቲ ከይዱ ዶ ይፈልጥ ኢለያ ማለት እዩ ጠብዓን ኣነ ዝፈልጦ የብለይን ኢላትና ኣነ ዝፈልጦ የለን ኢላ ላኪን ደቂ ተባዕትዮ ዑሙመን ምስ ሓንቲ ሰበይቲ እንኳን ደዚኦም ዲን ወላ ሓንቲ ዘይብሎም ማለት እዮም ወላ ሓንቲ ያኒ ጃኢዝ ዝርእይዎ እሳቶም ምስ ካልእ ሰበይቲ ምኻድ ብጎኒ ማለት እዩ ብወሰን ምኻድ ላኪን እቲ ምስኡ በቃእ ምስኣ በቃእ ገይሩ ዝኩሉ ዓመታት ምንባሩ ግን ስጋብ ክንደየናይ እቲ እክላስ ኣብቲ ዓላቃ የርእየካ ማለት እዩ ጠብዓን ቀደም መብዛሕትኡ ግዜ ከምኡ እዩ ነይሩ ንሕና ከኣ ጠብዓን እስልምና ብዛዕባ ኣርባዕተ ደቂ ኣንስትዮ ምምርዓው ንበይኑ ነጥቢ ክንገብር እንዲና ንደቂ ተባዕትዮ ብሓራም ከይኸዱ ካልእ ሰበይቲ እንዳሃለወቶም ካልኣይቲ ሰበይትን ሳልሰይትን ራብዐይትን ንክምርዓው ፈቒዱሎም ማለት እዩ ንምንታይ እዚ ጠቢዓት ረጁል ስለ ዝኾነ ወላ መልክዐኛ ኣላቶ ምናልባት እታ መልክዐኛ ብዙሕ ልቡ ተዓርፈሉ ዘይትኸውን ትኽእል እያ ካልእ ከኣ መልክዕ ዘይብላ ላኪን ከዕልላ ከሎ እተሐጉሶ ብዙሕ ነገር ክትገብረሉ ዝደሊ ክኸውን ይኽእል እዩ እንድሕር ኢምካንያ ኣለዎ ኮይኑ ማድየን ድዩ ብጥዕና ድዩ ብኹሉ ነገር ብካልእ ነገር ተፈላለየ እንድሕር ዝፈቕደሉ ኮይኑ ክዓቅድ ካልኣይቲ ይኽእል እዩ እስልምና ግዴታ ምክንያት ክህሉ ኣለዎ ኣይብልን እዩ ካልኣይቲ ሳልሰይቲ ክምርዖ ማለት እዩ ጠብዓ እዚ ኩሉ ግዜ እዚ ነጥቢ እዚ ንደቂ ኣንስትዮና ዘኹርየን ነጥቢ እዩ ላኪን ኣላሁ ልሙስተዓን መልክዕ እስኪ መልክዕ ዘይኮነስ እቲ ኣብ ዲንካ ዘለካ ወይ ዘለዋ እዩ እቲ ዝበለጸ ሳሒሕ እቲ ዝበለጸ ጠብዓን እሱ እዩ ምክንያቱ እቲ ዲን እሱ እዩ እቲ ንኩሉ ግዜ ነባሪ ስለዝኮነ ጽባሕ ንጎሆ እዛ ሰብ እዚኣ ደቅኻ ተዕብየልካ ዲንጌ ራሳ እያ ጽባሕ ንጎሆ ገለ ነገር ስኻ ኣጋጣም ኣጋጢም ሓሚምካ መሰለ ገለ ኮንካ እዚ ፋሚሊ እዚ ንስኻ ክተካይዶ ኣይካኣልካን ንሳ ተቀቢላ ካኣ እንድሕር እምንቲ ኮይና እንድሕር ረቢ ትፈርሕ ኮይና ኣብቲ ሕማምካ ኣይትድርብየካን ክንደይ ኣለዋ ደቂ ኣንስትዮ ኣብ ሕማሞም ዝደርበየኦም ደቂ ተባዕትዮ

ደቂ ኣንስትዮ ዝዝክረን ዝፈልጠን ማለት እዩ ጓል ዓድና ኮይና ግን ክርስትያን እያ ሓቂቀተን ሰብኣያ ስብሓንላህ ጥዑይ ነይሩ ኦፕሬሽን ምስ ገበረ ላኪን ኣጋጣሚ ፓራላይዝ ኮይኑ ኣነ ከምቲኣ ጓል ኣንስተይቲ ኣነ ብዓይነይ ዝረእኽዋ ማለት እዩ ከምኣ ሰብኣያ ሓሚምዋ ተልዕሎ ጓል ኣንስተይቲ ርኤ ይፈልጥ እየ ሓያት እዩ ስብሓንላ ብጣዕሚ በቃ ይገርመኒ ማለት እዩ ብጣዕሚ ዝነበራ ትዕግስቲ ከመይ ጌራ ተልዕሎ ከመይ ጌራ ትሕዞ ከመይ ጌራ ያዕኒ ግርም ይብለኒ ነይሩ እንታይ ዓይነት ሰበይቲ እያ እዚኣ ይብል ነይረ ሱብሓነላህ ላኪን ወዲ ሰብ መቸም ያዕኒ ከሓዳ እዩ ወማ ጀዛኡ ልኢሕሳን ኢለ ልኢሕሳን ኢሕሳን ክመልሰላ ዝግብኦ መጠረሽቱ ግን ንዓኣ ክሒዱ ብዙሕ ነገር ሽግር ንዓኣ ወሪድዋ ማለት እዩ ቆልዑት ካብኡ ወሊዳ ደቆ ደቁ ኣዕብያ እሱ ግን ጽቡቕ ኣይፈደያን ማለት እዩ ስለዚ ይርከብ እዩ ከምስታት ከማነይ ወላ ነቲ ጽቡቅ ዝገበርካሉ ሕማቅ ክፈድየካ ስለ ዝኸእል ቀንዲ እንታይ እዩ ኣብቲ ዲኑ ሰብ ቀጥ እንድሕር ኢሉ ዲን ዘለዎ እንድሕር ወሲዱ ግን ኢሉ ኢሉ ንሊላህ ንኣጅሪ ንረቢ ኢሉ ከማን ብዙሕ ነገር ክሕመል ይኸእል ማለት እዩ ኣማ እንድሕር ንሊላህ ኢሉ ዘይገብሮ ኮይኑ ጠብዓን እቲ ዓላቃ እንታይ እዩ ዝኸውን ናይ ጠቅሚ እዩ ዝኸውን ማለት እዩ መስላሓ ስለ ዝኾነ መስላሓ እቲ መስላሓ ናይ መልክዕ ክጭርስ እንከሎ እቲ መስላሓ ናይ ገንዘብ ክቋረጽ እንከሎ እቲ ዝገብሮ ዝነበረ ጥጠው ክብል ከሎ ኻላስ ይተርፍ ማለት እዩ ኩሉ ነገር ወሊዛሊክ ንሕና ከኣ ኩሉ ግዜ ኣብ ከምዚ ኢና ክነድህብ ዘለና ባረከላ ፊኩም ጀዛኩምላ ኸር ፍርቂ ሰዓት ጌርና ክትድውሉ ተጸብየ ነይረ ኣልማዝ ጥራይ ኣደዊላትልና መሰንጀር ደውል እወ ክቡር ሓወይ መሰንጀር ክትድውል ትኽእል ኢኻ ማፊ ኣይ ምሽኪላ ሕጂ እንታይ እዩ እቲ ሓደ ሰብ ሓደ ሙእሚን ከዓ ምወሕድ ክኸውን ኣሎ ተቂ ክኸውን ኣለዎ ሕጂ ንእግር መንገድና ክነልዕሎ ዘለና ኣብዚ ነጥቢ እዚ ከዓኒ ብኢዝኒ ላሂ ተዓላ ክመርጽ ከሎ ማለት እዩ ሓደ ሰብኣይ ንጓል ኣንስተይቲ ክምርጽ እንከሎ ኣስላመይቲ ኮይና ሙእሚና ኮይና ማለት እዩ ስለዚ እቲ ቀንዲ እቲ ተቕዋ እንድዩ ወተቕዋ ኢሉና ማለት እዩ ተተሓቀቕ ብኣምረይን ተቕዋ ኣለዎ ዝበሃል እንታይ እዩ ሓያእ ምን ላ ተላ የጅዓል ሙስሊም ፊ ሙራቀበ ዳኢማ ዘ ወጀል ተቕዋ ተቒ ዝበሃል ረቢ ዝፈርሕ ዝበሃል ከመይ ጌርና ኢና ንፈልጦ መጀመርታ ትፈልጦ ክትሪኦ እንታይ እዩ ረቢ ዝፈርሕ ዝኾነ

እቲ መልሓስ ዘጥዕም ዘይኮነ ሲ እቲ እቲ ተቕዋ ረቢ ዝፈርሕ ዳ ዓፎን እንታይ ማለት እዩ እቲ ሓያእ ዘለዎ ረቢ ሙራቀባ ዝገብር ረቢ ዝፈርሕ እዛ ሰብ እዚኣ ክምርዓዋ እንከሎ ንሳ ድማ ክትምርዓዎ እንከላ ሕጂ ደቂ ተባዕትዮ ኣይኮኑን ጥራይ ንዘልም ንብል ዘለና ሕጂ ደቂ ኣንስትዮ ከማን ክንደይ ዛሊማት ኣለዋ ረቢ ዘይፈርሓ ክንደይ ዘጨንቆም ሰብኡተን ኣለዋ በዚ ኣምፅእ እዚ ኣምፅእ ቀዳማይ ነገር ካልኣይ ትረፍ ከዓኒ እንድሕር ጓል ኣንስተይቲ ንሓደ ሰብኣይ በቲ ኸእለቱ ናሃቱ ዝገብሮ ማለት እዩ ምሳሌ እሱ ንኻልኦት ሰብኡት ክመስል ኣይከእሉን እዩ እሳ ከማ ንኻልኦት ኣንስቲ ክትመስል ኣይትኸእልን እያ ኩሉ ጊዜ በቲ ረቢ ዝረዘቐናሲ እሱ ንዓይ ምሉእ እዩ ንሳ ንዓይ ምልእቲ እያ ኢሉ ክኣምን ኣለዎ ማለት እዩ ምክንያቱ ኣብ ከምኡ እንድሕር ዘይንዓግብ ኮይና ምስ ካልእ ሰብ ዝነወዳድሮ እንድሕር ኮይና ካልእ ይትረፍ ንሕና እኮ ኣብዚ እዋን እዚ ምስ ድራማ ዝመፁ ደቂ ተባዕትዮ ምስ ኣብ ድራማ ዝመፃ ደቂ ኣንስትዮ ከይተረፈ ኢና ነወዳድሮም ከምኡ ንፅበ ኣብ ድራማ ዝርከብ ከምኡ ክገብሩልና ንርኢ ንጽበ ማለት እዩ ድራማ እኮ መብልዒ ገንዘብ እዮም መዘ ስራሕ እዩ ድራማ ዝሰርሑ ሰባት እኮ ስራሕ እዮም ዝገብሩ ዘለዉ ጸሓፋይ ንስራሕ እዩ ድራማ ሰራሓይ ኣክተር ንስራሕ እዩ ልክዕ ከዘናግዑና ይብሉና ደኣ እምበሪ ንሳቶም ንእንጀሮኦም እዮም ዝሰርሑ ዘለዉ ማለት እዮም ስለዚ ኩሉ ኣብ ድራማ ዝመጽእ ሓቂ ማለት ኣይኮነን ዝኸውን ብሕልፊ ከዓንኢ ካብ ሓቂ ተይተመርኮሰ ነገራት ዝመጽእ ማለት እዩ ሕጂ ንሕና ኩሉ ግዜ ኣነ ናይ ባዕለይ ክዛረበኩም እንድሕር ምሳሌ ቅድሚ ክምርዓወይ ማለት እዩ ብዙሕ መጻሕፍቲ ኣንቢበ ያኒ ሰራሓተን ምዕባይ ሓዊ ነይሩ ብዙሕ መጻሕፍቲ ዘንብብ ሕጂ ናሃቱ ተኸቲለ የንብብ ነይረ ማለት እዩ እሱ ከዓ መጻሕፍቲ እተፈላለየ ዓይነት መጻሕፍቲ እዩ ብዓረብኛ እዩ ላኪን መብዛሕትኡ ግዜ ንምንታይ እዩ ነይሩ ኣብ ሰብኣይን ሰበይትን ብሕልፊ ብሕልፊ ከዓኒ ኣብ ሰብኣይን ሰበይትን ተመርዕዮም ከመይ ክኸውን ከም ዘለዎ እቲ ናቶም ረለሽን እቲ ወዲ ተባዕታይ ከመይ ጌሩ ቀርባ እታ ጓል ኣንስተይቲ ከመይ ጌራ ትቐርቦ ያኒ ሕጂ ሓንሳእ ሓንሳእ ከይፈለጥካ ትኣትዎ እዩ ዝሓሸ መስለኒ ብዙሕ ነገር ተማሂርካ ኣንቢብካ መጺኻ ብሕልፊ እቲ ካል እቲ ካልኣይ ከማኻ ትምርዓዎ ሰብ ከዓ እንድሕር ኣብኡ ሓብ ሓደ ደረጃ እንድሕር ዘየለኻ ኮንካ በቲ ፍልጠት ድዩ እቲ ተካፉእ ዝበሃል ማለት እዩ ተካፉእ ኣብ እስልምና ዝበሃል ዝቃራረብ ካልቸር ዝቃራረብ ኣተሓሳስባ ዝቃራረብ ፍልጠት እስታት ኩሉ እዚ ክነማዛዝኖ ክንክእል ኣለና ዕድመ ንባዕሉ ዋላ ኣይኸልክልን እዩ ጓል ኣንስተይቲ ካብ ሰብኣይ ዝዓበየት ክትከውን ወይ ሰብኣይ እውን ካብኣ ዝዓበየ ጠብዓን ላኪን መራ ዝዓበየ ንኣብነት ዕድመ ክኸውን ከለካ ፅቡቅ ኣይኮነን ንኣብነት ንሱ ወዲ ስሳ ኮይኑ ንሳ ጓል ሰላሳ ክትከውን ከላ ንበል መሰለን ሰላሳ ዓመት ፍልልይ ክኸውን ከሎ፣ ሰለስተ ዕቑድ ማለት እዩ፣ ሰለስተ ዓቕድ ይበሃል፣ ሰላሳ ዓመት ፍልልይ ክኸውን ከሎ፣ ኣብዞም ሰብኣይን ሰበይትን እዚኦም ምሳሌ፣ ያኒ ክነብሩ ይኸእሉ እዮም፣ ኣይትነብርን ኣይትኸእልን ማለት ኣይኮነን፣ ሕጂ ንርኢ ኢና ዋላ ደቂ ሱሳ ደቂ ሰብዓ ከማን ደቂ ዕስራ ዘምጽኡ ኣለዎም፣ ግን እንታይ ዓይነት ናብራ እዩ፣ ቢላህ ዓሌኩም እንታይ ዓይነት ናብራ እዩ እስከ ንገሩኒ፣ ያኒ ኣቦኣን ጓሉን ማለት እያ። ያኒ ሓንቲ ጓል ኣንስተይቲሲ ምስ ኣቦኣ ክትነብር ወይ ሓደ ወዲ ተባዕታይሲ ጓሉ ያኒ ወዲ ተባዕታይ መቸም ኣእርግን እንዲ ኣይብልን እንዲዩ ወላ ወዲ ሰማንያ ይኹን ከምጽእ ክእል እዩ ንእሽተይ እሱ ይኮነን ላኪን እቲ ዕድመ ከማነይ ብዙሕ ዝገጣጠም ክኸውን ኣለዎ ማዕለሽ ዓሰርተ ዓመት ፍልልይ ዓሰርተ ክልተ ዓመት ፍልልይ ሸውዓተ ዓመት ፍልልይ ኣብ ሰብኣይን ሰበይትን ዘሎ ምክንያቱ እቲ ጀነሬሽን ፍልልይ ክህሉ ከሎ ከዓ እቲ ኣተሓሳስባ እውን እኮ ይፈላለ ማለት እዩ ከመይ ጌርና ኢና ንፈልጥ ኣብ ደቅና ፍልልይ ዘሎ ዕድመ ክንሪኦ እንከለና እቲ ናይ ጀነረሽን ኣተሓሳስባ ይፈላለ ማለት እዩ። ከምኡ ማለት እዩ ብሰብኣይን ሰበይትን ክኸውን ከሎ ከኣ። ምናልባት እታ ጓል ኣንስተይቲ ክትቀበሎ ትኽእል እያ። ንጸገም ድያ ተመርዕያቶ፣ ንክትወጽእ ኢላ ድያ ተመርዕያቶ፣ ንካልእ ነገር ኣቦኣ ክተሕጉስ ኢላ ድያ ተመርዕያቶ፣ ቤተሰባ ኣገዲዶማ ድዮም፣ ሚእቲ ሽሕ ነገር ኣስባብ ክህሉ ይኽእል እዩ። ላኪን ምሽ ማዕናቱ ተሓጒሳ ደስ ኢልዋ ፈትያቶ ትነብር ማለት ኣይኮነን። ምኽንያቱ ረሱል ሰለላሁ ዓለይሂ ወሰለም ከማን ከምኡ እዩ ረኮመንድድ ገይሩ። ያዕኒ ሓታ ንወዲ ተባዕታይሲ ያኒ ዝተመርዐወት ኣይተምጽእ ያኒ ከማኻ ቢክር ኣምጽእ ከማኻ ክበሃል ከሎ እቲ ወዲ ተባዕታይ እውን ቢክር እዩ ነይሩ ምሽ ከምዚኦም ናህና ሓበሻ ኖ ኣይኮነን እቲ ወዲ ተባዕታይ እውን ገና መጀመርታ ክምርዖ ከሎ ምስ ማንም ሰበይቲ ተራኺቦ ኣይፈልጥን እዩ እታ ጓል ኣንስተይቲ ከዓ ምስ ማንም ወዲ ተባዕታይ ተራኺባ ኣይትፈልጥን ስለዚ ኣላ ቢክሩን ትላዕቡ ሃው ትላዕቡ ክሉ ብክር ምስኣ ትጻወት እንዳ ያኒ እቲ ጸወታ ትሕልፎም ንእስነት ኮንካሲ ሓደ ኣይኮነን ከም ተፈላለየ ዕድመ ክመራዓው እንከለዉ ወይ ንሱ ተመክሮ ብዙሕ ዘሕለፈ ዝረኣየ ወይ ድማ እሳ ብዙሕ ተመክሮ ዝረኣየት ሰብኣይ ተመሪዓ ዝነበረት ዘይተመርዓወ ክትእቱ እንከላ እዚታት ሽግር ክፈጥር ይኽእል እዩ ንማለቱ እየ ዝብለኩም ኣይግበርን ሓራም ኮይኑ ማለት ኣይኮነን እዚታት ኩሉ ግምት ክኣትዋ ኣለዎ ንምንታይ ንሕና ኣብ ሓበሻ ንኣብነት ኣብቲ ናተይ ጀነረሽን እቲ ወዲ ተባዕታይ ከም ድላዩ ክዕንድር እዩ ዝግደፍ ኣብቲ ሕብረተሰብና ማንም ነውሪ እዩ ሓራም ዝብሎ የለን ብልዓክስ ዓፍወን ወዲ እንድዩ እንታይ የኽፈኣሉ እዩ ዝበሃል ኣብ እስልምና ግን ኩሉ ሓራም እዩ ነቲ ወዲ ሓራም እዩ ነታ ጓል ኣንስተይቲ ሓራም እዩ ብቅድሚ መርዓ ቅድሚ ኒካሕ ምግባር ምስ ማንም ሰብ ክትዘውር ሓራም እዩ ዙሮት እዩ ዝብሃል ወዲ ተባዕታይ ይዘውር እዩ ከም ድላይቱ ዞይሩ እዩ ዝመጽእ ተሞክሮ ጌሩ ይመጽእ ክንደይ ደቂ ኣንስትዮ ሪኡ ይመጽእ ንሳ ትፈልጦ ነገር የብላ ስለዚ ነዚ ንኸይከውን ከኣ እሱ ከማነይ ረቢ ፈሪሑ ምስ ማንም ጓል ኣንስተይቲ ብሓራም ክራኸብ ኣይግብኦን ማለት እዩ እቲ ተመክሮኦም ኣብ ኩሉ ነገር ብሓንሳብ ክጅምር ኣለዎ ማለት እዩ ወኢላ እቲ ተካፉእ ስለ ዘይብሉ ብዙሕ ሽግራት ኣብ መጀመርታ ክጋጠም ክመጽእ ይክእል እዩ ስለዚ እቲ ናይ ምንባብ እንድየ ክምለሰኩም ናሃተይ ብዙሕ ነገር ኣንቢበ ማለት እዩ ላኪን ኣብቲ ኣብቲ ዘንበብክዎ ቲዮሪን እቲ እቲ ዋቅዕ ሕብረተሰበይን ዝነበረ ኣብቲ ከዓ ከመርዕዉኒ ከለዉ በተሰበይ ዝነበረ ፍጹም ሰማይን መሬትን ኣይራከብን እዩ ስለዚ ንዓይ ሰድማ ገይሩለይ ጠብዓን ሰድማ ሓዳርያ ይበሃል ሰድማ ገይሩለይ ሰድማ ይገብረልካ ለኣኑ እቲ ትጽበዮ ዝነበርካ ኢካ ክትረክብ ትደሊ ማለት እዩ ብዙሕ ሽግር ይፈጥረልካ

ጓል ፉላን ሓሰብ ዘለዎም እዚኣቶም ትበሃል ክምርዓዋ ከድያ ወይ ሓንቲ መስኪን ኣቦ ኣይፍሉጥ ወላ ቤተሰባ ኣይፍሉጣትን ኖርማል ፋሚሊ ክምርዖ ክእል ምስኪን ማለት እያ ግን እንደ እከለ ዝበሃሉ ግን ኣለው ድማ ከምኡ ሕጂ ነዚ ኢልካ ክትምርዖ ትክእል ኢካ ወላ ንገንዘባ እውን ኢልካ ክትምርዖ ትክእል ኢካ ኣለው ንጠቅሚ ኢሎም ንገንዘብ ጥራይ ኢሎም ዝምርዖ እውን ኣለው ላኪን እቲ መርዓ ክምርዖ ክእል እዩ ሓራም ኣይኮነን ማለት እዩ እቲ ዝበለጸ ግን ረሱል ዓ ሰለም ረኮመንድ ዝገበረና ወይ ድማ ግበሩ ዝበለና ግን እንታይ እዩ ፈظፈር ብዛት ዲን ዲን ዘለዋ ሰበይቲ ተመርዖ እዛ ዲን ዘለዋ ከዓ ገንዘብ ዘይብላ ክትከውን ትኽእል እያ መልክዓ ንእሽተይ ክኸውን ይኽእል እዩ ካብ ካብ እንዳ እከለ ዘይትበሃል ክትከውን ትኽእል እያ ግን ንሳ እትጠቕመካ ንዓኻ ረቢ ትፈርሕ ሰበይቲ እያ ትጠቕመካ ረቢ ዘይትፈርሕ ሰብ ተኾይና ግን ዓይንኻ ተውፀካ እያ ወደቂ ተባዕትዮ ከዓኒ ኣኸል ከሪም ኣቡልቃስም ከምዚ ዝበሎ ዘለኻ ኣነ ዝገርመኒ ንገንዘበን ኢሎም ይምርዐወን ንብተፋላለ ነገር ኢሎም ይምርዐወን ግን ብዙሕ ግዜ ሳልሕ ሰበይቲ ዝረኸበ ሰብኣይ ብጣዕሚ ጨካን ኮይኑ ይርከብ ሕማቅ ሙዓመላ ይዓመላ ረቢ ይፈርሕን ሓደ ሰብኣይ ከዓ ንኢ እታ ሰበይቲ ብጣዕሚ ርግምቲ ወይ ድማ ዓይኑ ተውፅኦ ሰበይቲ ክትከውን ከሎ ከዓ ኣኽቢሩ ብጣዕሚ ይሕዛ ይፈርሓ ይከባኸባ ዝበሎቶ ይገብር ንምንታይ እዩ ያ ጀማዓት ልኸይር ከምኡ ዝኸውን ዘሎ ማዓ ኢኑ ንሕና ኣብ እስልምና ዝብለና እንታይ እዩ ኣጠይቡነ ሊጠይባት ሕጂሲ እትዮም ጠይቡን ጠይባት ኣይራከቡን ዘለዉ ንምንታይ እዮም ሃልቲ ናይ ሕብረተሰብ ሽግር ድዩ ሃልቲ ባህሊ ድዩ ሃል እንታይ እዩ ሃል እንታይ ኢልኩም ትሪኡ ወስካትኩም ሓሳብኩም ክሰምዕ ደስ ምበለኒ ነይሩ ብሕልፊ ደዊልኩም ትገልፁ ነይርኩም ስለዚ እቲ እቲ ንገንዘባ ኢሉ ዝምርዐዋ ጠብዓ ንሳ ከማን መጠረሽትኡ ንገንዘባ ከም ተመርዐዋ ክትፈልጥ እያ መጠረሽትኡ ከዓ ክትፀልኦ እያ ዝገርመኩም ሰበይቲ ክነግረኩም ብጣዕሚ ትፈትዎ ሰብኣይ ከማነይ ተኽብሮ ሰብኣይ ያዕኒ ለው እክተሸፈት ፊ ኒሃያ እንሱ ንጠቕማ እዩ ተመርዒዋ ንጠቕሚ ኢሉ ተመርዒዋ መሰለን ንገንዘብ ኢሉ ተመርዒዋ ወይ ድማ ንኻልእ ነገር መስላሓ ኢሉ ተመርዒዋ ክትፈልጥ ከላ ያዕኒ እሕቲማል ትፀልኦ ትከርሆ ሓታ ሙምኪን እንዳ ነበረት ምስኡ ላኪን ክት ሓቂቃ ናቱ ክተክተሽፍ ከላ ግን ወላ እኳ ንናብራ ኢላ እንተ እንተካየደት እተኸደት ምስኡ ላኪን ውሽጣ ግን ከምቲ መጀመርታ ትፈትዎን ተኽብሮን ኣይከውንን እዩ ሰበይቲ ክትንዕቃካ ከላ ከኣ ከም ወዲ ተባዕታይ መጠን ትፈልጦ ኢኻ ዋጋ የብሉን ማለት እዩ ኣብ ምንዕዓቅ ተበጺሑ እቲ ሓዳር ትርጉም የብሉን ማለት እዩ ስለዚ ተኸባቢርካ ተደላሊኻ ተሓላሊኻ እሱ ንዓኣ ይሓልየላ ንሳ ንዕኡ ትሓልየሉ እቲ ዲን ጠብዓን ኣብዚ እዋን እዚ ከምዚ ንሪኦ ንሱ እቲ ሰብኣይ ምናልባት ዲን ዘለዎ ካብኣ ንላዕሊ ክኸውን ይኽእል ወይ ንሳ ሓደ ሓደ ግዜ ንሳ ዲን ዘለዋ እሱ ዘይብሉ ክኸውን ይኽእል ክትመርፅ ተደለኻ ከማነይ ምናልባት ዘይክትረክብ ትኽእል ኢኻ ሙተደይን ሰብ ደሊኻ ሙተደይን ሰብ ዘይመፀካ ክኸውን ይኽእል እዩ ስለዚ ሰራሓትን እዚ ናይ መርዓ ዝበሃል ጉዳይ ከምዚ ጌርካ ከምዚ ክኸውን እዩ ትብለሉ ነገር የለን መጠረሽትኡ ኩሉ ግዜ ፊል ኣወል ወፊል ኣኽር ረቢ ተውፊቅ ያሃበና ኢልካ ዱዓ ጌርካ እስቲኻራ ጌርካ እቲ ቀንዲ ኣፍቲ ክትምርዖ እንከለኻ ዋላ መሪጽካያ ወላ መሪጽካዮ ዱዓ ክትገብር ኣለካ ውስቲኻራ ክትገብር ኣለካ እምበር ኣብቲ ሓዳር ምስ ኣተኻ ኢኻ ትፈልጦ እምበር ካብቲ ብምርጫ ጥራይ ዝመጽእ ኣይፍለጥን ማለት እዩ እና እቲ መርዓቲ ሓዳር ከመይ ትኸውን መስለኩም ልክዕ ከምዚ ሳልሕ ዝኾነ ሰብ ኣይዶ እንታይ ቀልጢፉ ትምርዓዎ ጓል ኣንስተይቲ ኣይርከብን እዩ ሳልሕ ዝኾነ ሰብ ኣይ እንታይ ቀልጢፉ ቀልጢፉ ትምርዓዋ ጓል ኣንስተይቲ ኣየረክብን ኢዩ ኦኬ እወ ትክክል ኣለካ እሱ ከማነይ በርዱ ሕጂ ውን እኮ እተን ደቂ ኣንስትዮ ውን ንሳተን እኮ ከምቲ ንስካትኩም ከምቲ ደቂ ተባዕትዮ ንገንዘብ ኢሎም ክኣትዎ ዝኣትዎን ዘለው ንሳተን ከማነይ ንገንዘቡ ይደልዮኦ ንመልክዑ ይመርጽኦ ዲን ዘይግድሳ ክኸውን ትኽእል እያ ብዙሓት ኣለዋ ዲን ኣይግድሰንን እዩ ምክንያቱ ንሳተን ክመርፅኦ ዝደልያ ሕጂ ንኣብነት ሓቂቀተን ክነግረኩም ኣዲስ ኣበባ ከይደ ከለኹ ብዙሓት ደቂ ኣንስትዮ ካብ ትፈላለየ ቦታ ዝመጻ ኣለዋ እንድየን ሕጂ እዞም ወጻኢ ዘለዉ ክኸዱ ክምርዐወን ይኸዱ ማለት እዮም ሓደ ካብቲ ምሽጥር ክነግረኩም ክምርዐወን ኸዱ እሞ ይሓቱለን ንሳተን ንንሕድሕደን ክዘራረባ ከለዋ እንታይ ኢለን ይዛረባት ዝገርመኩም እስከ እንታይ ይሕሸና ኣብ ናይ ኣሜሪካ ዶ ይሕሸና ናይ ዓዲ እንግሊዝ ዶ ይሕሸና ሕጂ ኩለን ኣይኮንኩን ኣብ ባህለይ ድማ ኩለን ከይዝለማ እንተን ደቂ ኣንስትዮ ማሻላ ክንደይ ዲን ዘለወን ረቢ ዝፈርሓ ኣለዋ ግን ከማርጻ ከለዋ ግን ሓቂቀተን ወላ ተን ዲን ኣለወን ዝባሃላ ብጣዕሚ እዩ ዝገርመኒ ዓዲ የማርጻ ገንዘቡ የማርጻ መልክዕ የማርጻ ብዙሕ ነገር እየን ዘማርጻ ስብሓነላህ እና ሓቂቀተን ሓቅኻ ይኸን ብዙሓት ኣለዋ ደቂ ኣንስትዮ ሕጂ ከማነይ ጥራይ ንዲኑ ዘይኮነ ንካልእ ነገር ዝደልዮ ያዕኒ ሓታ ዓዲ ከማን ዝመርጻ ያዕ ንኣብነት ክልተ ሰለስተ ይሓቱላ ካብ ኣውስትራልያ ካብ ከናዳ ወይ ካብ ስዊድን ወይ ካብ ኣሜርካ ይመጹ ኣየናይ ይሕሸኒ ኢላ ተማርጽ ማለት እያ ከም ብዓዲ መጠን ከማን ኣየናይ ኣየናይ ዓዲ ተኸድኩ ይሕሸኒ ኢላ ተማርጽ እምበኣር እስልምና ከምኡ ይብል እዩ ዓደብ የማርጽ እዩ ኣልመፍሩድ እቲ ዝመጸ ዝሓተተ ሰብ ዲን ዘለዎ ኣኽላቕ ዘለዎ እንድሕር ኮይኑ ኣብ ዝኣተወ ይእቶ ምስኡ ክትኣቱ እያ ዝግብኣ ማለት እዩ ላኪን ሓቀይ ዶ ወላ ተጋግየ እየ ሓንትላ መን እያ ዳርየ ሓቂ ክትብለኒ ኣላ ሳሕ ኣሎ ይርከብ እዩ ስለዚ እተን ደቂ ኣንስትዮ ከማኒ ከላም ሰሒሕ ሙሳ ከማን ከላም ሳሕ ኢሉ እወ ከምኡ ይገብራ እየን ሕጂ ብጣዕሚ ብጣዕሚ ኣሸጋሪ ግዜ እዩ ዘሎ ኣነ ዝገርመኩም ኣብዚ ኣብዚ መናእሰይ ንኣብነት ኣብ ስዊድን ካብ ደቅና ጀሚሩ ወላ ካልኦት መሳኪን ወላሂ ልዓዚም መሳኪን ንዐአን ንምንኣድ ዘይኮነ ከምዚ ኣብዚ ዓዲ ተውሊደን ዝዓበይኦ ኣነ ብጣዕሚ እየን ዘሕዝናኒ ክነግረኩም ከምዚ ኣብዚ ተወሊደን ዝዓበይኦ ወላህ ኣልዓዚም እዚ ናይዚ ዓዲ ኩፍሪ ይትረፈና ኢለን ኣ እዚ ናይዚ ዓዲ ሕማቅ ስራሕ ይትረፈና ኢለን ዓርኪ ከይሓዛ ወላ ገለ ከይገበራ ያኒ ብበካረተን ጸኒሐን እዚ ኩሉ ኣብ ቤት ትምህርተን እዚ ኩሉ ብቲ ሕብረተሰብ ክንደይ እንዳረኣያ ክንደይ እንዳሰማዓ መዓት ደቂ ኣንስትዮ ኣለዋ ኣብዚ ዓዲ ኣጓላት ማለት እየን ኣብዚ ተወሊደን ዝዓበያ ሓንቲ ነገር ሕማቅ መስተ ከይሰተያ እዚ ኩሉ ከይገበራ ኣስላም ኣሕዋትና ይሕሸና ኢለን ብዘይ ግድስ ዓዲ ካብ ተፋላለየ ዓዲ ተመሪዐንኦም ላኪን ንሳቶም ወሲዶመን ያዕኒ ኣስዋእ ሓያት ኣርእዮመን ዲን ዘለዎም ተባሂሎም ከማነ ኣነ ሕጂ ይሕዝናኒ ብጣዕሚ ንምንታይ እዚኣተን ኣብ ቀረባ እየን ዘለዋ ንፊትና ክነግረኩም ኣብ ምክንያቱ ኣብዚ ዝቅመጦ ዝነብርኦ ዘለዋ ሕብረተሰብሲ ከቢድ ሕብረተሰብ እዩ ዘሎ ገሊኤን ወሊደን ተፋላልየን ገሊኤን ከይወለዳ ተፋላልየን ገሊኤን ሹም የውጹለን ገለ ይብልወን እቲ ወዲ ተባዕታይ ግን ወላ ሓንቲ ሽግር የብሉን ቤተሰቡ ከይዶም ካልእ የምጽእሉ ወይ ገለ የብሉሉ ንወዲ ተባዕታይ ሽግር ኣይመጽኦን እዩ ነታ ጓል ግን ንምንታይ ክትፋታሕ ዘይደለየት ክፋታሓ ዘይደልያ እየን ምክንያቱ ብዓንቀራ ሒዙ ከንብራ እንከሎ ሕማቅ ናብራ ክትነብር ከላ ከይተሓጎሰት ክትነብር እንከላ ሓላፍነት ዘይወስድ ክኸውን ከሎ እንታይ ክትገብር እሞ እዩ መጠረሽትኡ ናይ ግድን ሰላም ኮይነሲ ነቶም ደቀይ ክዕቢ ስራሐይ ክሰርሕ ኢላ ናይ ግድን ክትፈላለ ክትመርጽ እያ ማለት እዩ መዓይኑ ክፈላለያ ኣይመርጻን ስለዚ ኣለዋ ወላሂ ኣልዓዚም ፉቀራእ ወሲዶንኦም ሓንቲ ስራሕ ኣይነበሮምን ክምርዐዉ ከለዉ መኪና ኣይነበሮምን ክምርዐዉ ከለዉ ግን ንዓኣተን ምስ ተመርዐወን ግን መኪና ገዚኦም ስራሕ ረኺቦም ረቢ ፈታሕ ዓለይሆም ኣነ ሓደ ካብ ዝፈልጦም ዝገርመኩም ያዕኒ እዚ ኩሉ ሓንቲ ይነበሮም ከምኡ ተመርዒዎ ክፈላለይ እንከሎ ያዕኒ ቆልዑት ገዲፉላ መኪና ሒዝዋ ከይዱ ተፈላለዩ ምስ ስብሓንላ ሓደ ካብቲ ጭክነት ዘርእየካ ማለት እዩ መኪና ዓለ ኣገ ንሰበይቱ ቆልዑት ዘ ገዲፉላ ክከድ ከሎ ኣይገድፈላን ዋጋ ክንደይ ኮይና እያ ማኪና ያዓረቢ ዝፈርሕ ተዝከውን ነይሩ ማለት እዩ ወማዓዛሊ ክምርዐዋ ከለዉ ያኒ ዜሮ ነይሩ ሳንቲም ኣይነበሮን ስራሕ ኣይነበሮ ወላ ገንዘብ ኣይነበሮን ያኒ ኣላ ስብሓን ወተዓላ እንታይ ይብለና ኩዙሁም ፉቀራ ዩቕኒሁም ላህ ያኒ ድኻ ተምርዒዋ ረብልዓለሚን ሰበብ ኮይናቶ ርዝቂ ናታ ድዩ ርዝቂ ናይ ቆልዑ ፈቲሕሉ የተጀበር የተከበር ንምንታይ ማዕዛሊክ እሳተን መሪፀን ማለት እዩ ዲነን መሪፀን ደቀን ብኪፋሕ የዕቢኦም ኣለዋ እሞ ኣብዚ ዓዲ ኣብዚ ኤሮጳ ኣብዚ ኣሜሪካ በይንኻ ቆልዑት ክትዕቢ ቀሊል ነገር ከይመስለኩም እና እዚኣተን ከዓ ከምዚ ኣብ ንእሽተይ ዕድሜኤን ተፈላለየን ማለት እዩ ወሊደን እቶም ደቂ ተባዕትዮ ክመርፅወን ከለዉ መብዛሕቶም ማለት እዮም ወላ እቶም ዝተፋትሑ እየ ዝብለኩም ዘለኹ ወላ እኳ ንበል ደሓን ወዲ ኣይተመርዐወን ነይሩ ተመክሮ የብሉን ደሓን ጓል ከምኡ እሞ ይመርዖ ንበል ላኪን ወላ እቶም ተመሪዖም ተፋትሑ ከማነይ እንደገና ከይዶም ኣጓላት ዘይተመርዐወ ከምፅ እዮም ዝደልዩ መዓይኑ ዘን ኩለን ኣሕዋቶም ኣስላም ኣሕዋቶም ተፈላለየን ሓደ ዝወለደት ክልተ ዝወለደት ኣላ ኣይ ዝወለደት እንታይ ኣለኒ ይብለካ እንታይ እንታይ ሽግር ኣለዎ ረሱል ስለ ላ ሰለም ክምርዖ ከሎ እዚአን ሰሓብያት ንመን እያ እሙ እሙ መን እያ ሰው ሰውዳ ድዩ ክምርዓዋ ከሎ ዋላ ቁልዑት ዝነበራ ኢላቶ ያ ረሱሉላህ ኣነ ቆልዑት ኣለውኒ ኢልዋ እንታይ ኣዩ ሽግር ኣለዎ ኣነ ደቅኺ ሓቂፈ ከዕብየልኪ እየ ኢልዋ ኣነ ከኣ ቀናእ ሰበይቲ እያ ኢላቶ ቅንኢ ኣለኒ ንስኻ ድማ ኣንስቲ ኣለዋኻ ቅንኢ ኣይክእልን እየ ኢላቶ ደሓን ቅንእኺ ድማ ኣነ ዱዓ ክገብረልኪ እየ ረብልዓለሚን ቅንእኺ ከልዕለልኪ ኢልዋ ከምዚ ዝኣምሰለ ሰብኣይ እዩ ተሳኢኑ ዘሎ ሰብኡት ሕጂ ሰብኡት ኣይተሳእኑን ሰብኡት መሊኦም ذኩር መሊኦም ላኪን ጀንተልማናት ሰብኣይ ዝብሃል ሓላፍነት ዝወስድ እሱ ተሸጊሩ ቤተሰቡን ደቁን ሰበይቱን ዘሕጉስ እዚኦም እዮም ተሳኢኖም ዘለዉ። ኣይደወልኩምን ሰራሓተ ሙሻረካ ክትቡና ሓንቲ ሓፍትና ኣልማዝ እያ ጥራይ ገሊጻትልና ስለዚ ብከምዚ ጠጠው ክነብሎ ኢና። ስጋብ ኣብ መጻኢ ክፋል ዳርጋ ሰዓት ተዛሪብና ሓቂቀተን ፍርቂ ሰዓት ክንዛረብ ሓሲብና ነርና እና ባረከላ ፊኩም ጀዛኩምላ ኬር ሸር ግበርዎ ኣብ ዩቱብ ኣቲኩም ከኣ በርዱ ሙሻራካ ግበሩ ጸሓፉ ኮሜንት ጸሓፉ ወላ ኣብዚ ርኢኩሞ ዩቱብ ከኣ ሳብስክራይብ ተጌርኩም ብጣዕሚ ጽቡቅ ነይሩ እቲ ሙሻራካ ከውን ደሓር ከኣ እቲ ፌስቡክ እቲ ዝመለኤ ስላ ናይቲ ኣሳዳቃ መሊኡ እንድሕር ኮይኑ ፈለው ክትገብሩኒ ትክእሉ ኢኩም ካልኣይ ክኣ ኣብታ ካልኣይቲ ዘላ በርዱ እስታዛ ሱዓድ ትብል ኣላ ሓንቲ ካልኣይቲ ናብኣ ውን ክትካታተሉኒ ትክእሉ ኢኩም ባረከላ ፊኩም ጀዛኩሙላ ኸር ነስኣሉላ ስብሓን ወተዓላ መቸም ሳሊሒን ኣንስቲ ክትረክቡ ዘይተመርዓኹም ሳሊሒን ሰብኡት ክትረክባ ኣንስቲ ዘይተመርዓኽን ኣንቱም ሓዳር ጌርኩም ዘለኹም ከኣ ረብልዓለሚን ቅሳነትን ታሕጓስን ሰላም ዘለዎ ተኻባቢርካ ብሓንሳብ እሂን ምሂን እንዳተባሃልካ ትነብረሉ ሓዳር ረቢ ይሃብኩም ለኣኑ ሓዳር ጦርነት እዩ ኩናት እዩ ከምዚ ዝብልዎ ማለት እዩ ኩሉ ግዜ ጥዑም ኣይኮነን ኩሉ ግዜ ሕማቕ ኣይኮነን ሓደ ግዜ ትሕልፍ ሓደ ግዜ ተንጸርጸር ሓደ ግዜ ትሕጎስ ሓደ ግዜ ትኽእል ሓደ ግዜ ኣላሁ ሙስተዓን ኩሉ ግዜ ኣላሁ ሙስተዓን እንዳበልካ ኩሉ ግዜ ካብ በይንኻ ምንባር ምስ ካልኣይካ ምንባር ወላ እንዳ ተጨቃጨቅካ ወላ እንዳ ተባኣስካ ወላ ዝኾነ ይኹን እቲ ዝበለጸ ረብ ልዓለሚን ዝፈትዎ እሱ እዩ ልኣኑ ሁነ ሰከኑ ለኩም ወኣንቱም ሰከኑ ለሁነ ኢሉ ረብ ልዓለሚን ወጀዓልና በይነኩም መወደተን ወራሕማ ኢሉና እቲ በቲ መሓባን በቲ ራሕማን ከኣ ተኸኣኢልና ክንነብር ንኸእል ኢና ማለት እዩ ከምቲ ከኣ ኣደም ዓለይሂ ሰላም ክፍጠር ከሉ በይኑ ጸው ኢልዎ ሓዋእ ዝፈጠረሉ ረብ ልዓለሚን ኩላትና ተኸኣኢልና ነቲ ናብራ ንኽንጓዓዞ ኢና